ሰላም ከመይ ትኾኑ ክቡራት ተኸታተልቲ ሳተላይ ቴሌቭዥን ኣሰና ንሎሚ 11 መጋቢት 2026 ረቡዕ ቀትሪ ዝተዳለዉ ዜናታት ሒዘልኩም ቀሪበ ኣለኹ። ብቀዳምነት ግን ነጥብታቶም ነበርቲ ከተማ ኮረምን ወረዳ ኦፍላን ካብ ኮማንድ ፖስት ሓራ ወፂኦም ሰላምን ማሕበረ ቁጠባዊ ምንቅስቓስን ዝዓሰሎ ሃዋህው ከምዘስተማቐሩ ምግላፆም ሓደ ካብ ላዕለዎት ወተሃደራዊ ኣዘዝቲ ብልፅግና ዝኾነ ይመር መኮነን መንእስያት ኢትዮጵያ ባሕሪ ንምምላስ ክዳለዎ ፃውዒት ከቕርብ እንከሎ ብዛዕባ ቀይሕ ባሕሪ ዝምልከት ኣብታ ሃገር ዝተኣወጀ መዝሙር፣ ኣብ መንጎ መንግስቲ ኢትዮጵያን ህወሓትን እናሓርፈፈ ዝመጽእ ዘሎ ርክብ ንኣዋርሕ ዝቐጸለ ክልከላ ባጀት ከምዘስዓበ ኣብ ዝግለጸሉ ዘሎ እዋን መንግስቲ ፌደራል ብዛዕባ እዚ ተሓቲቱ ምላሽ ክህብ ከምዘይከኣለን በዚ ምኽንያት ከኣ ኣብያተ ዕዮ'ቲ ክልል ካብ ንጥፈታት ወጻኢ ይኾና ከምዘለዋ ምሕባሮም፣ ኲናት ኣሜሪካን እስራኤልን ኣንጻር ኢራን ካልኣይ ሰሙኑ ረጊጹ ኣብ ዘለወሉ እዋን፣ ሴንትኮም ኣሜሪካ ሓምሳ መራክብ ኢራን ኣዕንየ ክብል ዘውጽኦ መግለጺ ዝብሉን ካልኦትን ዜናታት ሒዘልኩም ቀሪበ ኣለኹ። ቀጺለ ዝርዝራቶም ሒዘልኩም ክምለስ እየ፣ ምክትታልኩም ብኽብሪ ይዕድም። ነበርቲ ከተማ ኮረምን ወረዳ ኦፍላን ካብ ኮማንድ ፖስት ሓራ ወጺኦም ሰላምን ማሕበረ ቁጠባዊ ምንቅስቓስን ዝዓሰሎ ሃዋህው ከም ዘስተማቐሩ ገሊጾም። ካብ ምሕደራ ኮማንድ ፖስት ሓራ ድሕሪ ምውጽኦም ሰሪሖም ዝኣትውሉ ሃዋህው ሰላምን ማሕበረ ኢኮኖሚያዊ ምንቅስቓስን ምርካቦም ነበርቲ ከተማ ኮረምን ወረዳ ኦፍላን ዝገለጹ ኮይኖም ከተማ ኮረምን ወረዳ ኦፍላን ንዝሓለፉ ሽዱሽተ ዓመታት ኣብ ትሕቲ ምሕደራ ኮማንድ ፖስት ድሕሪ ምጽንሐን ካብ መዛዘሚ ወርሒ ጥሪ ጀሚሩ ሓራ ምውጸኣን ይዝከር። ብምሕደራ ኮማንድ ፖስት ህዝቢ ብገዛእ መረቦቱን ገዝኡን ተሰኪፉ መንግስታዊ ኣጎልግሎት ሓሪምዎ ሰሪሕኻ ምእታው ተሪፉ ምሸት ክንቀሳቐስ ዝተረኸበ እናተቐጥቀጠ ግዳይ ማእሰርትን መርሸንትን ኮይኑ ናጽነቱ ተገፊፉ ሃለዋቱ ኣብ ሓደጋ ኣትዩ ተሳቕዩ ጸኒሑ'ዩ ክብሉ ድማ ነበርቲ ከተማ ኮረም ገሊጾም። ካብ ምሕደራ ፖስት ሓራ ምውፅኦም ከምዘሐጎሶም ብምግላፅ፣ ሕጂ ዝሓሸ ሃዋህው ሰላም ረኺቦም ለይትን ቀትርን ብናፅነት ሰሪሖም ዝኣትውሉ፣ ሕቶ መሰረተ ልምዓት ዝሓትሉ ቤት መዘጋጃ ኣብያተ ፅሕፈት ተኸፊተን መንግስታዊ ኣገልግሎት ዝረኽብሉ ዕድል ምብፀሖም ድማ ኣመልኪቶም። ከም ህዝቢ ብመንነትናን ግዝኣታዊ ሓድነትናን ኣይንደራደርን ብምባል ተወዲቦም ሰላምን ፀጥታን ከባቢኦም ንምውሓስ ይሰርሑ ከምዘለዉ ድማ ኣፍሊጦም። ከንቲባ ከተማ ኮሮ መምህር ግደይ ፀጋይ ብወገኖም፣ ብዙሕ በደል እናተፈፀሞ ዝፀንሐ ህዝቢ ካብ ምሕደራ ኮማንድ ፖስት ሓራ ድሕሪ ምውፅኡ ሩፍታ ረኺቡ ናይ ሰላም ኣየር ከስተንፍስ ምጅማሩ ኣብሪሆም። ኣመሓዳሪ ወረዳ ኦፍላ ኣቶ ዮሃንስ ካሳሁን ብወገኑ፣ ዝሓዞ ንብረት ኣብ ኬላታት እናተመንጠለ ዕዳጋ ክካየድ ተሸጊሩ ዝፀንሐ ህዝቢ ኦፍላ ድሕሪ ምሕደራ ኮማንድ ፖስት ናፅነቱ ኣዊጁ ክነግድ ክሸይጥ ክልውጥ መሰሉ ተኸቢሩ ይርከብ ኣሎ ክብል ኣፍሊጡ። ከንቲባ ከተማ ኮረም መምህር ግደይ ጸጋይን ኣማሓዳሪ ወረዳ ኦፍላ ኣቶ ዮሃንስ ካሳሁን ኣብ መወዳእታ ሕጂ እውን ሕርያና ሰላም ጥራሕ እዩ ብምባል ብመንነትናን መሬትናን ንዝመጽእ ግን ተወዲብና ክንቃለሶ እምበር ኣይንዋገዮን ክብሉ ኣስሚሮምሉ። ካብ ላዕለዎት ወተሃደራዊ ኣዘዝቲ ብልጽግና ዝኾነ ይመር መኮነን፣ መንእሰያት ኢትዮጵያ ባሕሪ ንምምላስ ክዳለዎ ጻውዒት ከቕርብ ተሰሚዑ። ሰበ ስልጣንን ኣዘዝቲ ሰራዊትን ብልጽግና፣ ኢትዮጵያ ኣፍደገ ባሕሪ ንምውናን፣ ኣድላይ ዝበሃል ስጉምቲ ካብ ምውሳድ ድሕር ከም ዘይትብል ኣብ ዝተፈላለዩ ኣጋጣሚታት ክፍክሩ ኣብ ዝስምዕሉ ዘለዉ እዋን መግለጺ ዘስምዐ እዚ ላዕለዋይ ወተሃደራዊ ኣዛዚ፣ መንእሰያት ኢትዮጵያ ባሕሪ ንምምላስ ክዳለዉ ብምግላጽ፣ ምምላስ ሕቶ ኣፍደገ ባሕሪ ኢትዮጵያ ካብዚ ወለዶ እዚ ክሓልፍ ዘይብሉ ጉዳይ'ዩ፣ ነዚ ንምግባር ድማ ዘመናዊ ዕጥቅን ሰራዊትን ወኒንና ኢና ክብል ተሰሚዑ። ልዕሊ ዕስራ ሚልዮን ህዝቢ እታ ሃገር ንከቢድ ጥምየትን ሕጽረት ሕክምናን ተቓሊዖም፣ ልዕሊ ፍርቂ ሚልዮን ናብ ትምህርቲ ክኸዱ ዝግብኦም ህጻናት ብሰንኪ'ቲ ኣብታ ሃገር ተፈጢሩ ዘሎ ሕጽረት ጸጥታን ሕድሕድ ኲናትን ዓዲ ውዒል ኮይኖም። ኢትዮጵያ ኣብ ታሪኻ ሪኣቶ ዘይትፈልጥ ፖለቲካዊ፣ ዲፕሎማስያዊ፣ ማሕበራውን ቁጠባውን ቅልውላው ኣጋጢምዋ ኣብ ዘለወሉ እዋን፣ ዘይተኣደነ ዘመናዊ ኣጽዋር ኣብ ምሽማትን ኣማኢት ኣሽሓት ሰራዊት ኣብ ምስልጣንን ዝርከብ ስርዓት ብልጽግና፣ ኣብ ልዕሊ ኤርትራን ትግራይን ወራር ንምእዋጅ ዝገብሮ ዘሎ ምድላዋት ንዕዘቦ ዘለና እዩ። እዚ ከምዚ'ሉ እናሃለወ፣ ጉዳይ ኣፍደገ ባሕሪ፣ ኣጀንዳ ነፍሲ ወከፍ ኢትዮጵያዊ ዜጋን ማሕበረሰብ ዓለምን ክጎብር'የ ክብል ዝስማዕ ዘሎ ስርዓት ብልጽግና፣ መልህቅ ኣርማየ ቀይሕ ባህር ቤተ ዝብል መዝሙር ቀይሕ ባሕሪ ኣብ ነፍሲ ወከፍ ትካላት መንግስትን ቤት ትምህርትን ክዝውተር ትእዛዝ ኣመሓላሊፉ ከም ዘሎ ምንጭታት ገሊጾም። ኣብ መንጎ መንግስቲ ኢትዮጵያን ህወሓትን እናሓርፈፈ ዝመፅእ ዘሎ ርክብ ንኣዋርሕ ዝቐፀለ ክልክላ ባጀት ከም ዘስዓበ ኣብ ዝግለፀሉ ዘሎ እዋን መንግስቲ ፌደራል ብዛዕባ'ዚ ተሓቲቱ ምላሽ ክህብ ከምዘይከኣለን በዚ ምኽንያት ከኣ ኣብያተ ዕዮ'ቲ ክልል ካብ ንጥፈታት ወጻኢ ይኾና ከምዘለዋን ተሓቢሩ። ኣብዚ ቕነ ብፍላይ ኣብያተ ዕዮ ትምህርትን ጥዕናን ኣብ ዝዝርገሐኦ መግለጺ ብሰንኪ ደውታ ባጀት መንግስቲ ፌደራል ማሕበራውን መንግስታዊ ምንቅስቓሳተን ዳርጋ ተቋሪጹ ከምዘሎ ሓቢረን። እንተኾነ ምቁራፅ ባጀት ትግራይ ብዝምልከት ብወገን ፌዴራላዊ መንግስቲ ዛጊት ብወግዒ ዝወፀ ሓበሬታ ዘየለ ኮይኑ ቢቢሲ ትግርኛ እውን ናብ ሓለፍቲ ሚኒስትሪ ገንዘብ ደዊሉ ምላሽ ክረክብ ከምዘይከኣለ ኣፍሊጡ ኣሎ። ቀዳማይ ሚኒስትር ስርዓት ብልፅግና ኣብይ ኣሕመድ ኣብ ሰለስተ መጋቢት ክልተ ሽሕን ዕስራን ሽዱሽተን ብቋንቋ ትግርኛ ኣብ ዝሃቦ ቃለ መሕተት ባጀት መንግስቲ እናመንዘዐ ንቀለብ ዕጡቓት የውዕሎ ኣሎ፣ ህዝቢ ካብ ልምዓትን ወፍርን ክርሕቕ ይስራሕ ኣሎ፣ ወርቅን መዓድናትን ትግራይ እናመዝመዘ መግዝኢ ኣፅዋር ይገብር ኣሎ ክብል ንህወሓት ክኸስስ ምስምዑ ዝዝከር እዩ። ኣብ መጀመርታ ወርሒ ለካቲት ኣብ ከባቢታት ፀለምቲ ሓዱሽ ወታደራዊ ግጭት ተራእዩ ዝነበረ ኾይኑ ቅድሚ ሒደት ሰሙናት ድማ መንግስቲ ፌደራል ሰራዊቱ ናብ ክልል ትግራይ የፀግዕ ምህላዉ ህወሓት ከሲሱ ነይሩ። ሓላፊ ቢሮ ትምህርቲ ትግራይ ዶክተር ኪሮስ ጉዕሽ ናብ ዝምልከተን ሚኒስትራት ፌዴራል ኣብ ዝፀሓፎ ደብዳበ እውን መንግስቲ ፌዴራል ስሩዕ ባጀት ትግራይ ምኽልካሉ ምስ መትከላት ሕገ መንግስታዊ ምዕርዩነትን ፊስካላዊ ፌዴራሊዝምን ከምኡ እውን ምስ ቃል ኪዳን ውዕል ፕሪቶሪያን ዝፃረር ምዃኑ ኣፍሊጡ እዩ። እቲ ሎሚ ቅነ ዝረኣ ዘሎ ኩነታት፣ ነቲ ኣብ ጥቅምቲ ክልተ ሽሕን ዓሰርተ ሰለስተን ዓመተ ምህረት ግእዝ ዝተወለዐ ደማዊ ኲናትን ምስኡ ብዝተኣሳሰር ተነቢሩ ዝነበረ ዘይእዉጅ ዕጽዋን የዘኻኽር ኣሎ ዝብሉ ጸብጻባት፣ ናብቲ ክልል እኹል ነዳዲ ይኸይድ ስለዘየለ መኽዘናት ነዳዲ ባዶ ኮይኖም ነዳዲ ብዘይ ስሩዕ ክሽየጥ ይረኣ ኣሎ ይብሉ። ኣብቲ ክልል ኣብ ዝንቀሳቐሳ ባንክታት እውን እኹል ጥረ ገንዘብ ዘይምህላዉ ኣብ ሓፈሻዊ ምንቅስቓስ ነበርቲ ቅልውላው የስዕብ ከምዘሎ ቢቢሲ ትግርኛ ዝረኸቦ ሓበሬታ የመልክት። እዚ ዝኸውን ዘሎ ኣብ መንጎ ማእከላይ መንግስትን ህወሓትን ዝረኣ ዘሎ ፖለቲካዊ ውጥጥ ናብ ግጭት ከየምርሕን ውዕል ፕሪቶርያ ናብ ሓደጋ ከይወድቕን ኣብ ዝስገኣሉ ዘሎ እዋን እዩ። ክልቲኦም ወገናት ነቲ ደማዊ ኲናት ጠጠው ዘበለ ውዕል ፕሪቶርያ ብዘይምኽባር ዝካሰሱ ኮይኖም፣ ብፍላይ ብሓይሊ ዝተትሓዙ ግዝኣታት ተመዛበልቲ ናብ መረበቶም ዘይምምላስን ዕጥቂ ዘይምፍታሕን ብዝምልከት ንሓድሕዶም ይነቓቐፉ'ዮም። ማእከላይ እዝ ኣሜሪካ፣ ሴንትኮም፣ ሓያሎ መራክብ ሓይሊ ባሕሪ ኢራን ብመጥቃዕቲ ዝዓነዋ'ሉ ዝበሎ ምስሊ ዘርኢ ቪድዮ ዘርጊሑ። ሴንትኮም እተን ብሰሉስ ዓንየን ዝበለን መራክብ ሓይሊ ባሕሪ ኣብ ጥቓ መጻብቦ ሆርሙዝ ንተጉቲ ዘንጽፋ ዓሰርተ ሽዱሽተ መራክብ ይርከበኣን። ሓለቓ ስታፍ ኣሜሪካ ጀነራል ዳን ከይን ብሰኑይ ኣብ ፔንታጎን ኣብ ዝሃቦ መግለጺ ምድምሳስ ሓይሊ ባሕሪ ኢራን ካብቶም ሰለስተ ቀንዲ ዕላማታት ስርሒት ኦፒክ ፉሪ ምዃኑ ገሊጹ ነይሮም። ፕረዚደንት ኣሚሪካ ዶናልድ ትራምፕ ብወገኑ፣ ኣብቲ ኣብ ማእክላይ ምብራቕ ቀንዲ ዓለማዊ መስመር ዝኾነ መጻብቦ ሆርሙዝ ነታጒ ንምቕባር ዝፍትና መራክብ ኢራን ከዕኑ ምዃኑ ኣጠንቂቑ ነይሩ። እቲ ኣብ ኤክስ ዝተዘርግሐ ተንቀሳቓሲ ምስሊ፣ ዝተፈላለየ መጠን ዘለወን መራክብ ብተወንጫፊ ማለት ፕሮጀክታይል ድሕሪ ምውቃዐን ክፍንጅራ ከለዋ የርኢ። እዚ ከምዚሉ እንከሎ፣ ኣብ ደቡባዊ ምዕራብ ዓዲ እንግሊዝ ዝርከብ መዓስከር ሓይሊ ኣየር ብርጣንያ፣ ኣብዚ ቀረባ መዓልታት ጽዑቕ ምንቅስቓሳት ይረኣየሉ ምህላዎ ተገሊጹ። እቲ ኣብ ግሎቸስተርሸር ዝርከብ መዓስከር ፌርፈርድ፣ ኣሜሪካ እትጥቀመሉ ኮይኑ፣ ቢ ሓደ፣ ቢ ሓምሳን ክልተን፣ ከምኡ'ውን ቢ ክልተ ዝተባህላ ዓበይቲ ወተሃደራውያን ነፈርቲ ከእንግዱ ካብ ዝኽእሉ ሒደት መዓርፎ ነፈርቲ ኤውሮጳ ምዃኑ ይንገረሉ። ኣሚሪካን እስራኤልን ምስ ኢራን ናብ ሓዱሽ ኲናት ድሕሪ ምእታወን፣ ፍሉያት ነፈርቲ ኣሚሪካ ናብቲ መዓስከር ክኣትዋ ጀሚረን ይረኣያ። ገለ ካብኣተን ቢ ሓምሳን ክልተን ተባሂለን ዝፍለጣ ደብደብቲ ስትራተጂካውያን ነፈርቲ ውግእ ይርከበኣን። እዘን ዓርሞሸሽ ነፈርቲ ውግእ ኣካል ስትራተጂክ እዚ ሰራዊት ኣሚሪካ ኮይነን፣ ሰላሳን ሓደን ሽሕን ሸውዓተ ሚእትን ሓምሳን ሓደን ኪሎግራም ዝበጽሕ ኒኩለራውን ካልእ ስሩዕን ኣጽዋር ክጽዕና ዝኽእላ እየን። ኣብ ዝሓለፈ ልዕሊ ሰብዓን ክልተን ሰዓታት ጥራይ ሰለስተ ተወሰኽቲ ቢ ሓምሳን ክልተን ነፈርቲ ናብ ብርጣንያ ኣትየን ይርከባ። ኣብቲ ኲናት ብቐጥታ ከም ዘይሳተፍ ዘፍለጠ መንግስቲ ብርጣንያ፣ ወተሃደራዊ መዓስከራቱ ንምክልኻል ዝዓለመ ምንቅስቓስ ነፈርቲ ኣሜሪካ ድሕሪ ምፍቃዱ'የን እተን ነፈርቲ ክኣትዋ ጀሚረን ብ ሓምሳን ክልተን ኣብ ሽሕን ትሽዓተ ሚእትን ሓምሳታት ዝተሰርሓ ኮይነን ኣብ ከም ቬትናም፣ ዒራቕ ከምኡ'ውን ኣፍጋኒስታን ኣብ ዝነበረ ኲናት ዝተሳተፋ ኮይነን ቁመተን ኣርብዓን ትሽዓተን ሜትሮ ዝበጽሕን ክሳብ ክልተ ሽሕን ኣርባዕተ ሚእትን ዓሰርተ ኣርባዕተን ኪሎሜተር ክውንጨፍ ዝኽእል ሚሳይላት ዝዓጥቃን እየን። እተን ነፍሲ ወከፈን ብሓሙሽተ ብረርቲ ዝምራሓ ገዘፍቲ ነፈርቲ፣ ኣብ ታሪኽ ሰራዊት ኣሜሪካ እተን ዝነውሐ ዕድመ ዘለወን ምዃነን እውን ይንገር። ፈለማ ኣብ ሽሕን ትሽዓተ ሚእትን ሓምሳን ክልተን ናብ ሰማያት ምስ በረራ ክሳብ ሎሚ ኣይወረዳን። ብዘይካዚ ካብእን ንላዕሊ ዝውንጨፋ ቢ ሓደ ዝተብሃላ ካልኦት ደብደብቲ እውን ካብ ዝሓለፈ ዓርቢ ጀሚረን ክኣትዋ ቀንየን እየን። ዛጊት ኣርባዕተ ብ ሓደ ናብቲ ጽዑቕ ምንቅስቓስ ክረኣየሉ ጀሚሩ ዘሎ መዓስከር ኣትየን ይርከባ። ብ ሓደ ነፍሲ ወከፈን ዕስራን ሰለስተን ሚሳይላት ክሕዛ ዝኽእላ ኰይነን ንነዊሕ ርሕቀት ዝጓዓዛ ዝኽእላ እየን። እዘን ሰማንያን ሽዱሽተን ቶን ዝምዘና ምዕቡላት ነፈርቲ ኣርብዓን ኣርባዕተን ነጥቢ ሓሙሽተ ሜትሮ ዝበጽሓ ኰይነን ልዕሊ ሓደ ሽሕን ኣርባዕተ ሚእትን ኣርብዓን ሸሞንተን ኪሎሜተር ዝውንጨፍ ሚሳይላት ዝዓጥቃ እየን። ምዕቡል ስርዓተ ራዳርን ስርዓተ ጂፒኤስን ዝርከቦም መሳርሒታት ዝውንና ምዃነን ድማ ይንገር። ምስዚ ብዝተሓዝ ዜና መጥቃዕቲ ሚሳይላት ኢራን ብቴስዓ ሚእታዊት ከምዝነከየ ላዕለዋይ ኣዛዚ ሰራዊት ኣሚሪካ ገሊጹ። ኣቦ ወንበር ሓለቓታት ስታፍ ጀነራል ዳን ኬን ከምዝበሎ ንሓደ እግሪ መጥቃዕቲ ዝውንጨፋ ሰብ ኣልቦ ነፈርቲ ኢራን'ውን እናወሓዳ ይኸዳ ከምዘለዋ ኣፍሊጡ። ብባለስቲኮ ሚሰላ ዝግበር መጥቃዕቲ እናወረደ ይኸይድ ኣሎ። ካብቲ ዝጀመሮ ብቴስዓ ሚእታዊት ነክዩ ንሓደ እግሪ መጥቃዕቲ ዝዋፍራ ድሮናት ውን እቲ ስርሒት ካብ ዝፍልም ብስማንያ ሰለስተን ሚእታዊት ውሒደን ኣለዋ ክብል ገሊጹ። ኣብ ልዕሊ ሓይሊ ባሕሪ ኢራን ከቢድ ጉድኣት ከም ዘውረዱ ዝገለጸ ጀነራል ኬን ዛጊት ልዕሊ ሓምሳ መራክብ ኲናት ከም ዘዕነዉ ውን ጠቒሱ'ሎ። እቲ ላዕለዋይ ኣዛዚ ንስድራቤታት እቶም ዝወደቑ፣ ሓዘንኩም ሓዘና'ዩ ክብል እውን ኣጸናኒዑ። ኣብቲ ኣብ ፔንታጎን ዝተዳለወ ጋዜጣዊ መግለጺ ዝተሳተፈ ሚኒስተር ኲናት ፒት ሄግሰት ብወገኑ፣ ኣብቲ ስርሒት ዝትሳተፉ ዘለዉ ሓይልታት ኣሜሪካን እስራኤልን ወሳኒ ዓወት ይጓነጽፉ ኣለዉ ክብል ተዛሪቡ። ናይቲ ኲናት ዕላማታት ከምዘይተቐየረ ዝገለጸ እቲ ሚኒስተር ኲናት፣ ዕላማታት ናይቲ ስርሒት ምዕናው ትሕዝቶ ሚሳይላት፣ ስርዓተ ምውንጫፍ ሚሳይላትን ኢንዱስትሪ ምክልኻልን፣ ምዕናው ሓይሊ ባሕሪ፣ ከምኡ'ውን ንሓዋሩ ኒዩክለራዊ ኣጽዋር ከም ዘይትውንን ምግባርን ምዃኑ ደጊሙ ኣረጋጊጹ። ንኣቦኡ ብምትካእ ሓዱሽ ላዕለዋይ መራሒ እታ ሃገር ዝዀነ ኣያቶላህ ሙጅታባ ኻመኒ፣ ኒዩክለራዊ ኣጽዋር ምውናን ከይሓስቦ ብዶናልድ ትራምፕ ንዝተዋህበ መተሓሳሰቢ ክቕበል'ውን ሄግሰት ተማሕጺኑ ኣሎ።